ወግዓዊ ጽሑፍ ወግዕታት መንደርና ክፋል ሰለስተ መራሕዶ ጨራሒ መንግስቲ ይውረድ ይደይብ ብዘያገድስ ኣብ ኪናት እዋን ኮነ ኣብ ሰላም ብዙሕ ኣየጨንቕን ኣብ ሓጋይ ኮነ ክረምቲ መን ምስ ኣቕለበሉ እዩ ሓድሽ መራሒ ቀጠና እንትመጽእ ንዕኡ ተኸቲሎም ዝመፁ ኣዋጃትን ሕግታትን ይጭነቃ ነታ ጸሓፊቱ ንሱ እንታይ ግዱ ማእለያ ዘለዎም ኣይኮኑን ንኽገርመካስ እቲ ሕግስ ደሓን ይውጻእ ሓደ መዓልቲ ተግባራዊ ክኸውን እዩ ተግባራዊ እንተዘይኮነ እውን መምልእ ሪፖርትን ኣጀንዳታትን ክኸውን እዩ ግንሲ ናይ ህዝቢ ሓሳብ ዝቕበሉ ይመስሉስ እንታይ ግበሩና እዩ ሓሳብ ከይሃብኩም ኣይትወፁን ማለት እንታይ ኮይና ዘይንወፅእ መንገዛ ዓድና መን ኣዋዲና ደይ ቀደሙስ ኣጽዲቖሞ እዮም መጺኦም ከየጽደቕዎ ዝመፁ ይመስለካ ሕቶ ምዃኑ ዝበርሃለይ ዓይኒ ዓይነይ ላርኣየ ዓይኑ ተፍጠለይ ተሎ እዩ ከም ገለ ኢሉ ተጀሚሩ ከም ለይፋትሐኒ ቀዲሙ ስለ ዝበርሃለይ ብዙሕ ክናገር ኣይደለኹይ ምክንያቱ ወድራማ እያ ወድራማ ማለት ካብቶም ብሕክምናን ብቤተ ክህነትን ናይ ኣእምሮ ሕሙማን ወረቐት ዝተዋህቦም ትንዕ ንዕብዳን ሓደ እዩ። ትንዕ ንዕብዳን ተፋትሐና እባ ታኣይ ወጋሕተ ለይበለ ኝኝ ኢልኻኒ ክብሎ ኢለ ካብዚ ኣፈይ መሊሰያ። ልሕጃይ ልኡ ብዝርድኦይ ብዝጥዕመይ መልክዕ ኣስተኻኺለ ኣንታ ወድራማ ሓወይ ትፈልጦም እንዲኻ ኢለ ወግዐይ ተለይ ወዳእኹ ተለይ ኾነስ ተለይ ጀመርኩ ካብዚ ኣፈይ ምንጥል ኣቢሉ እወ ፈልጦም ኣንዳዕዲዐ ፈልጦም ከማን ሕቶ ሃቡ ዝብሉናስ ኣነ እንታይ ግድሰኒ ሕቶን ርእቶን ምሃብ ናተይ ዋኒን ድዩ በሉ ሓዙለይ ደቅኒ ብገዛእ መልሓሰይ መዓልተይ ክዘርግ ሕቶ ድዩ በልክዎ በቃ ጉዳይ መፂፃ እስቲ ስቕለይ መልኩ ታእይ ከብደይ ረጊፅኒ ህንዚ ጠፋሕፋሕ ልበልኩስ ታይ ኮይነ እየ ወድራማ ንምንፅርፃሪ ልምዕጉምጋሚ ካብ ዝለዓለ እኹል ዝኾነ ምኽንያት የግኒ እስኻ ባዕልኻ እዚ ወግዒ እዚ ትሰምዕ ለለኻ እግርኻ ክሳብ ልነቅዕ እውን ተድልእልሽ ካብዚ ልሓሸ ኣይተግኒ። በቃ እዚ ብወዲ ራማ ርድኢት ምናልባት ለናይ ጦርነት መልዐሊ ምኽንያት ክኾን ይኽእል እዩ። ጸሎት እነይ ድዩስ ወላ ብንጉእ ሰላም ኣውዕለኒ ኢለ ብጒሓቱ ልኹሓኹሓኹዎ ገብርኤል መንደርና ብእዝኑ ሒዝለይ ኣይሰምዐንን። ኣንታ ሄኖሰይ እስቲ ገብርኤል የርእኻ ኢሉ ወግዒ እንተይትቐጽለለይ ከምዘይሰምዐኒ ምእማን ኣብኒ ፍሽኽ በልኹ። ብቐጽበት ግን ገጸይ እንትጨማደድ ተሰምዐኒ። ኣነ ከይተረድእኒ ልበይ ኣእምሮይ ዘትዮም ክኸውን ኣለዎ እምበር ከምዚ ዓይነት ቕፅበታዊ ምቅያርስ የለይ ምዃን ሓቆም ዘረባይ ዲኣ ስሕቕካ ኢሉ ተጀመረኸ እንታይ ዶ ከምፅእ እያ ምንም ውን ድራማ እኮ ይመስለኒ የኾነ ከምዚ ዓይነት ክፍተት ኣግኒ ይቕረና ክፍተት ንምፍጣር ዝፅዕሮ ፃዕሪ ንናብራ ተልኾን ነይሩ ኣበይቴ ኣበይ ኣበይ ኣበይ መፅሐ ነይሩ መሲልኩም ነብሰን ይምሓሮ ማማ ለተንስኣ ዓሪፈን ተባሂሉ ኣብ መንደርና ልቐረየ መንእሰይ ይኹን ዓብየ የለይ። እዚ ማለት ወዲ ራማ ለየካትት እዩ። ከም ጥዑይ ኣብ ማእኸል ካብ ካሊእ መንደር ልመፁ ቀበርቲ ኣትዩ ስለ ማማ ለተንስኣ ቅድስና ስለ ናይን ለጋስነት ላውግዐ መንገዲ ዳገብርኤል ቤተ ክርስቲያን ኣንዊሕሎም ጉዝጓዝ ገይሮም ክቐብርዎ ክሳብ ልምነዩ ኣደንቂርዎም። ከምዘይብጸሐለን ኣብቲ ቅጽሪ ግቢ ምስ ኣተና ኣቦይ ዓብይ ናባና ቅርብ ብምባል ሓውሲ ትእዛዝ ብልመስል ኣረኣያላ ኣረኣዩና ዘም ደቀይ ከሳብ ስርዓት ዘካየድሲ ንስኹም ናብ መልግብ ወሪድኩም ዝግበር እንዳገበርኩም ጽንሑ በሉና ከም ልተረድእኒ ተኾይኑ ስርዓት ፍትሓት ክሳብ ልካየድ ላብቲ መልግብ ወሪድኹም ስሚንቶ ኣብኪዕኹም እቲ መልግብ ላዘጋጀኹሞ ፅንሑ ንምባል ደልዮም እዮም ብምባል ነገር መንእሰይ ፍጥን ፍጥን ኢልና ላብ መውቃዒ መልጊ መኽፋት ኢሉ ልዕማምና ልምእታይ ተበገስና። ጽቡቕነቱ ህዝብና ኣብ ሓዘኒ ቀብሪ ጎበዝ እዩ። ጠሚኻ ለይዕንግለካ ልመቐበሪኻ ግን ሽዱሽተ ኩንታል ሲሚንቶ እዩ ልገዝእ። ንሕና ለድልየና ሽዱሽተ ኪሎ ብቻ ስለልነበረ ሽዱሽተ ኪሎና ቀኒስና መውቃዕና ጀሚርና። ዓንተወይ ታይ ኢለኩም ነይረ ወዲ ራማ ብሕክምናይ ቤተ ክህነቲ ናይ ኣእምሮ ሕማም ዘለዎ ሰብ ተባሂሉ ብኽብሪ ኣብ ቅድሚ ህዝብን ሰብ መዚ መንግስትን ኣብ ዝተረኸብሉ መረዳእታ ወረቐት ከም ዝተዋሃቦ ዶ ወስ ኣቢለልኩም ነይረ ሓቀይ ብብርኪ ቤተ ክህነት ኣብዚ መዓልቲ እዚ እዩ ናይ ዕቡድ ሰርቲፊኬት ዝተዋሃቦ ስሚንቶና ኣብኪዕና እናተጸበና ድሕሪ ምጽናሕ ናይ መንደርና እድር ዝኾነ መልግብ ንምኽፋት ኣብ ቡሽ እስካርቢዮሌ ሞደሻ ልዒሉ ምጽራብ እንትትጅምር ወዲ ራማ ብኣውያት ምድረ ሰማይ ሓንቲ ገይርዋ መጀመርያ ካብ ቤተ ዘመድ ወይ ድማ ደንጒ መርድእ ዝበጽሖ ፈታዊ መሲልና ልመሓዚ ልምጽንዕናዓይ ናፍቲ ኣውያት ልመጾ ቦታ እንትንዞር ወዲ ራማ ኢዱ ኣብ ርእሱ ገይሩ እናደጋገመ መዋዩ ቀጸለ ኣቡሽ ልሓዞ ኣቕሓ ሞደሻይ ስካርቤሎይ ማለት እየ ብምድርባይ ናብ ወዲ ራማ ቅርብ ብማል ኣታ ወዲ ራማ ርግዐዮ ዶይ እንታይ ሕዚ ዲኻ ተረዲእኻ

ብቻ እንድዒ ኣነ እንታይ ፈሊጠ ልኡደይ ሕተቶይ በልክዎ ፍጥን ኢለ ድማ ኣቡሽ ሬሳ መፅ እዩ ወላ ልኡ ኣፅድፎ ጠጠው ከይነብሎም እናበልኩ ተለኹ ሓሙሽተ ልኾኑ ደቂ መንደርና ህንዲ ናማዘር ልኾን ሸሓነ ዝኳ ናይ ኣንበሳ ስእሊ ኣብ ማእኸሉ ለለዎ ህንዲ ህንዱ ልኾን ቐፀላ ሒዞም ብምምፃእ ሀጮማይ ተመን ድዩ ታይ ተፈጢሩ ላበሉ ዓይኖም ድማ መሬት መሬት ላንከራተቱ ሓተቱና ልፍጠርሎ ነገር ምንም ስለለይተረድእኒ ኢሉውን ስለለይጠዓመኒ ፍጥን ኢለ ኣረ ምንም የለይ እዚ ሕሙም ይለውተና ለሎ በልክዎም ብሓደ ግዜ ናብ ወዲ ራማ ገጾም እንተተዝሩ ኣረ ጀምዑት ኣይተረድአኩምይ ኣረ ይተረድአኩምይ ኣረ ይተረድአኩምይ ልገደደ ግራ እንተትኣትዎም ልተዓዘበ ኣቡሽ ብኣመና ምንዳድ ሞዶሻ ኣልዒሉ እናወጣወጠ፣ ኣታ ወዲ ዕብዲት፣ ሬሳ ኮይና ጠጠው ኣቢልና ለለና። ታዴኻ ኢለይ ተረደኣና፣ ለኣኻ ተረዲእካስ ለኣና ለይተረደኣና ታኢዶይ? ናይ ኣቡሽ ምውጥዋጥ ድዩ ወላ በዝሒ ቃጼላታት ኣፍሪሕዎ በጻብዕቱ ንላብ መላኸተ። እዛ መልግቢ ሳይ ትኸፍትዋይ ተደሊኹም እዛ ሓንቲ ክፈቱ። እትብለና ካብ ባዕለይ ጀሚሩ ዝኾነ ልተረእዩ ነገር ደማ እኒኦ ኮይኑ ልብል ስግኣት ኣብ ገጽና እላተነበበ ስቕበልና ፍርሓት ልተሓወሶ ስግኣት ክወረና ጀሚሩ ኣቦይ ዓብዪ ስቕታና ሰቢሮም ቅርብ ብምባል ንምንታይ ኢና ንሱ ዘይንኸፍቶ ወደወ እንትትብልዎ ኮስተር ኢሉ ስብሓትና ኣለም ኳኡ እዮም ተቐቢሮም በለና ስብሓት ማለት ናይ መንደርና ሰይጣን እንትኸውን ኣለም ደማ ርእሲ ኣጋንንቱ እዩ ወየ ደኣ ሬሳ ክቡርዩ ሓመድ ኣዳም ክለብሱ ድማ ግድን ኮይንና ኢና ቐቢርናዮም እምበይ ሬሰኦም ንኣራዊት ሂብካ ብህይወት ልሃለዩ ለይሰርሕዎ ጽድቂ ብሬሰኦምይ ብኣዛብኦምይ ምዕንጋል ምጸደቑ ነይረምም ምስ ወዲ ራማለ ሓያል ጽልኢ ከም ዝነበሮም መንደር ዝፈልጦ ሓቂ እዩ። ኣቦሽና ወዲ ራማ ቅርብ ኢሉ ኣው ተተቐበሩ ሞታይ? ብምባል ናይ ኩልና ሕቶ ብክልተ ቃላት እንተተሓተልና፣ ናይ ወዲ ራማ መልሲ ንምስማዕ ተሃንጢና ገጽና ናብኡ እንትንነዝር፣ ወዲ ራማ ምንም ከም ለይተፈጠረ ርግዕ ኢሉ፣ ክወጹ እዮም። በለና። ኣቡሽ እዝኑ ዝሰምዖ ምእማን ኣብይዎ ንኸዳግም ምእንታይ፣ ታይ? ብምባል ደጊሙ ሓተቶ።

ዕውድሲ ከም ጥዑየ ስሕቕ ኢለን ምስ ዓዋሉ ነይረን እየን ግን ተታሒዘን ደሞይ የኾነይ ክናገራተይ ሃም ልፍጠርሎይ ሰምዓ ኢለለዋ ክሳብ ዓንካር ዓንካሪተይ ልግመ እግረይ ነውኒው ነውኒው ትሰምዐኒ ደለኻ በለኒ መሊኤ ካብ ሓሳበይ ከይወፀኹ ኣየ ማማለት ተንሰ በልኩ ስለምንታይ ከም ለውግዕ ኣለኹ ከይተረድኦ ግደፍ ኢለካ በጃኻ ምዉታት ኣይተልዕል ምዉታት ኣይኮነን ሃዊኾምና ዘለዉ ህያዋን እምበር በለኒ ኣነ ክገላገሎ ስለ ደለኹ ጥራሕ እሞ መጨረሹ ሃመይ ተወዲኡ በልክዎ ናይ ወረ ጻምኡ ንምርዋይ መልሓሱ ስሒሉ ፍሽኽ ላለ ቧ ሕጂ ኢኻ ዕላል ኣምጺኻ ኣነ እኮ ዘይትሰምዐኒ ዘለኻ መሲልኒ ኮርኔ እንዴት ጸኒሐ በቲ በለ በቲ ተኸታተሉ ወይሉ ሰባት መዲብለይ እናተኸታተሉኒ ከዓ ውዒሎም ምእንታይ መሊኡ ክሕጎስ ኣነ ንመሊኤ ክጸድቕ ኢለ እሺ ካብኸ በልክዎ ካብኡ ደኣ እንታይ ኣዲኡ ከይምጽእ ኢለ ቀጥ ኢለ ናብ ገዝኡ ከይደ ምስ በለኒ ተለይተፈለጠኒ እንታይ ክትብል እንታይ ግበረኒ ክትብል ገዝኡ ከይድካ ሕዚ ግን ልኡ ክሕግሶ ተለይኮነስ ሓቂ ንገረና ተልኩምኒ ፈሪሐ እየ ሓወዋይ ነዚ ዓዲ ሕጊ ኩልና ንፈልጦ ኢና ቀታሊ ኹን ወይ ቀታሊ ምፅእ እዩ እስኻ እኻ ልኢኽካዮ ለኣኻ ኸመን ይልኢኽካ ምስ በዓል መን ኢኻ ትሰርሕ እንታይ ዝበሃል ውድብ ኢኹም ኣጣይሽኩም ሉሊ ካልኦት ጥያቄታቲ መን ክምልሶ እዩ እሺ እሱስ ይኹን ደሓን ከም ልምለስ ምተመለሰ ክሳብ ልጻረ ተባሂሉ ዓሰርተ ሓሙሽተ ዓመት መን ክእሰሮ ድሕሪ ዕስራ ዓመት ነጻ ተተባሃልኩስ ታይ እየ ክከሓሶም ወዲ ራማ ድምፂ ውስኽ ኣቢሉ ላሸፈ ኣታ የነስ ሓወይ ኣነ ኢደይ ፈለጥኩ እምበር ለካ እዚ ሓድሽ መራሒና ስዑጡቕ እዩ ክገርመካስ ክሳብ ልውድእ ልዕገሰሉ ዓቕሚ ስኢነ። ወዲ ራህማ ምንም የገረመኒ ኺደለይ ምሳይ ተጋናኻይ የረኣኻኒ የረኣዃይ ወዲእና ኢለ ተልዒለ ክኸድ ክብል ብኢደይ ስሒቡ ኮፍ ኣበለኒ። ኣጆኻ እንደይ ትፍራሕ እቲ ጉዳይ እኮ ብሰላም እዩ ተፈቲሑ ዘስገ የብልካን እንትትብለኒ ዓዲ ዝገሄር በፂሓ ዝነበረት ልበይ ናብ ቦታኣ ዝምልሳ ይመስል ፊሰ ቃል ከይወሰኹ ሕትም በልኩ። ወዲ ራማ ልጀመረለይ ወግዒ ልምልእ ኣምላ ተሃንፈጸ። ካብኡ ደኣ ናብ ዘለዎ ከይደ ንምንታይ ንዓይ ዝከታተሉን ሰባት መዲብካለይ? ምእንታን ክፈርሓካ ድዩ? በል ክትፈልጥ ድሕሪ ሕጂ ክነግረካ ኣነ ዝፈርሖ የብለይን እንትትብሎ ሰብኣይ ፈሪሕኒ ኢዱ እንዳተንቀጥቀጠ እንታይ ተዝብለኒ መሲልካ? መዓስ ኢሉ ውድእ ሌላ ወረኮስ ጭራሻ ማስቲካ ምልጣጡ ቅጭ ኣምጺለይ ምንም ይመሰለኒ ወድራማ ብቻ ሕጽሮታ ኢልካ ወዲ ራማ ወግዒ ምንዋሕ እምበይ ወግዒ ምሕጻር ስለ ለይፈጠረሉ ኣነ ብሓጺሩ ክነግረኩም ሰብኣይ ወዲ ራማ ዕውዲ ልበሃሉ ወግዕታት በጺሖሞ ስለ ዝጸንሑይ ናይ ወዲ ራማ ፈጠጥ ፈጠጥ ምባልያ ደንጊጽዎ ክላሹ ብዓይኑ ኣልሹ ኣልሹ ምስ ሰኣና ካብ ክፍሊ ወሎድ ደንጊጹ ብምልዓል መን ኢኺ ኣቲ ቆልዓ እስቲ ንዕጩር ሓያ ቀብልኒ ኣየ ትግራይ ዓደይ ድሮኸ ናብ ጣብያና ጨራሕ እምበይ መራሕዶ ይመጽእ ኮይኑ